እታ መዕቆብ ኣሽሓት ኤርትራውያን ብምዃን ካብ ብዙሓት ካልኦት ኣፍሪቃውያን ሃገራት እትምረጽ ሃገረ ኡጋንዳ ንማንም ዜጋ ካልእ ሃገር ማዕጾ ኣርሑ እዩ ካብ ኤርትራ ብዙሕ ዘይፍለየ ኩነታት ኣየራን ለምለም ምድራን ዓዲ ድኻን ሃብታምን ዓዲ ጋሻን ጓናን እውን እያ። ከም ዓቕምኻ ንኽትነብር ከም ዊንታኻ ንኽትወፍር ብምፍቃዳ ኸኣ እንተዘየለዉ ንእትመርጾም ሸነኻት ህይወታ ከም ትለምዶም ትገብረካ። ከተማ ካምፓላ ነብሪ ንዝጎየዮም፣ ዝብኢ ንዝሓንሓነሎም፣ ተመን ንዝተተናኾሎም፣ ሓርገጽ ንዘምባህቖሎም ውጻእ መዓት ኤርትራውያን መውሃቢት ትንፋስ እያ። ኣብ ካምፓላ ንፈለማ ግዜ ምስ ዜጋታት ካልኦት ሃገራት ናይ ምዕላልን ምብህሃልን ዕድል ዝረኸብኩሉ ኣጋጣሚ፣ ኣብ ኦራል ቦስ ቤት ትምህርቲ ቋንቋን ኮምፒውተርን እዩ። ሶማላውያን፣ ደቡብ ሱዳናውያን፣ ኢትዮጵያውያን ዜጋታት ኮንጎን ኤርትራን ነበርና። መማህራና ሓንሳብ ኡጋንዳዊት ድሒሩ ድማ ሩዋንዳዊ ኣብ ክፍልና እቲ ደቡብ ሱዳናዊ ዲፕሎማትን እቲ ሶማላዊ ተምሃራይ ዩኒቨርሲትን ዓብለልቲ ነበሩ ኣነ ኸኣ በቲ ኣብ ሃገራቶም ዘሎ ጸገማት ምሳይ ዘመሳስል ረቋሒ ኣለዎም ኢለ ስለ ዝሓስብ ምስኦም ምዕላል ይብርሃኒ ነበረ እቲ ዝገርም ግን ዜጋታት እተን ንዓመታት ብኹናትን ህውከትን ዝተሓመሳ ሃገራት ሶማልን ደቡብ ሱዳንን ናይ ኤርትራውያን ህይወት ዘደንጽዎም ምናልባት እውን ዘይርድኦም ምዃኑ እዩ። እታ ኡጋንዳዊት መምህር ናይ ስነ ጽሑፍ ዝምባሌ ስለ ዝነበራ ቀልጢፍና ተቐራረብና። ሓደ መዓልቲ ድማ ባህላዊ መግቢ ሃገረይ ንኸላልያ መግቢ ሓበሻ ናብ ዘእንግድ ቤት መግቢ ሒዘያ ከድኩም ኣብ መጽሓፍ ዝርዝር መግብታት በብዓይነቱ ተባሂሉ ዝጽዋዕ ዳርጋ ኩሉ ዓይነት ጸብሕታት ሓበሻ ዘካተተ መኣዲ ጠለብና ምስ ዕላል እናቋሰና ድማ ተዛኒና ኣመሓደርናዮ መግብኹም ፈትየዮ ተስፋ ገብር ሓደ መዓልቲ ኣብ ኤርትራ ኼድና ክንበልዖ በለትኒ ኣምላኽ ይፈልጥ ዘይንጹር መልሲ ክህብ ነበረኒ ብውሽጠይ ግን ዓደይሲ ይትረፍ ጋሻ ሒዘ ክኸዳ ንዓይ እኳ ንጋዳ እብል ነበርኩ። በቲ ትብልኒ ባህልኹም ጽቡቕ እዩ። እቲ ህዝቢ፣ እቲ ኣነባብራኹም፣ ኣብ ነንሕድሕድኩም ዘለኩም ግዳሰ፣ ምድግጋፍ እወ ባህልና ማለት ጽቡቕ ድዩ ሕማቕ ኣይፈልጥን፣ ግን ጥዑም እዩ። በቃ ጥዑም እዩ። ክነግረኪ ካብ ዝኽእል ንላዕሊ ኣዝዩ ጥዑም እዩ ኣብ ርእሰይ እቲ ዝብሎ ዝነበርኩ ጥራይ ኣይነበረን እሞ ኣብ ስምዒት ኣተኹ ካብዚ ወፃኢ ሓደ ነገር ክሓተክ ክደልየ ነይረ ብምባል ግዳ ካብቲ ብሓሳብ ክገሾ ዝኽእል ዝነበርኩ ጉዕዞ መለሰትኒ ሕራይ ሕተትኒ ኣብ ናይ ንግሆ ክፍለ ግዜ ዝምሃር ኤርትራዊ እዩ ከምኡ ኢልኒ ክኣምን ዲ ክኽሕት እንድዒ ደሓን ሕተትኒ እሞ ብድሕሪኡ ከዓ ትውስኒ ክሓስቦ ከለኹ ብጣዕሚ ኣስካሕኪሕኒ እንታይ ድዩ ልኪ ቃላተይ ኣድሚጸዮም ጥራይ ዘይኮንኩ ኣብ ገጸይ ውን ጸሓፍኩዎም። እተን ቃላት ካብ ርእሰይ ምእላይ ኣቤናኒ። ከረጋግጽ ኢለስ ክሓተኪ ደልየ። ወሰን ወሰን ምባል ቀጸለት። እሞ ሕራይ ሕተትኒ። ብኸመይ ከም ዝሓተክ እንዲ ጠፊእኒ እንዲ ብኸመይ ከም ዝጅምሮ እንታይ ከም ዝብለኪ ገና ኣዕነነት ብድላይኪ ዋ ከም ዝደለኽዮ ጌርክ ክትሓትኒ ትኽእሊ ኢኺ ነፃ እቲ ወዲ ፕረዚደንትና ሰብ ይበልዕ እዩ ኢሉኒ። ሓቂ ድዩ ፕረዚደንትኹም ሰብ ይበልዕ? ድሕሪ ክንደይ መዕነይናይ ኣውፅኣታ መልሰይ ከወሃህድ ገለ ግዜ ወሰድኩ። ቅድሚ ቃላት ድማ ንእወታ ርእሰይ ነቕነቕኩላ። እወ ፕረዚደንትና ሰብ ይበልዕ እዩ ፈለማ እኳ እንታይ ከም ዝፅዕም ክፍትኖ ኢሉ እዩ ጀሚርዎ ዝኸውን ደሓር ግን ብጣዕሚ ፈትይዎ ፈትይዎ ምስ ቀፀሎ ከዓ ውልፊ ሒዝዎ መሊሰ ወዳእኩ ዋእ እንታይ ትብሊ ሰብ ንሰብ እሞ ድማ ኣብዚ ግዜ እዚ ኣብዚ እዋን እዚ ሰብ ንሰብ ይበልዕ ዋእ ከመይ እቲ ህዝቢ ከ ትም ኢሉ ድዩ ዝርኢ እቲ ህዝቢ ደኣ ስፍሕ ዝበለ መብርሂ ንምሃብ ተዳለኹ ከፋፊለ ክረድኣ ድማ ፈተንኩ እቲ ህዝቢ ብዙሕ ዓይነቱ ገሌና እቲ ፕረዚደንት ንመን ቀዲሙ እንተበልዐ ከም ዝሓይሽ መን የፅግቦ መን ከይምቅረሉ እናመረፅና ንቐርበሉ ኢና ገሌና ሰብ ክበልዕ እናረኣናዮ በጊዕ ዝበልዕ ዘሎ ኢልና ንወራረድ ንምሕል ንባዕልና ከምኡ ኣሚንና ንኻልኦት ከነእምን ንፍትን። ገሌና እቲ ክብላዕ ዝኽእል ኣባል ስድራ ኣብ ውሑስ ዝሰፈረ መን ንመን በሊዑ ዘይምልከተናን ዘይግድሰናን ኢና። ገሌና ካብ ህይወት ብጻይና ስለ ዘይንምሃር ክንብላዕ ምስ ጀመርና ኢና ንበራበር ግን ኦረዲ ተበሊዕና ኢና ብዙሓት ድማ ኣብ ማዕዶ ኮይንና ከነፅድፎ ከነጥሕሎ ክንቆርፆ እንታይ እሞ ዘይንብል ኩሎም ምዃንና ነፈራርሖ ብምንታይ ጌርና እቲ ኩሉ ክንገብሮ ንሓስብ ነሳልጦ ክንሰማማዕ ስለ ዘይከኣልና እዋ ንሕና ክሳብ ንሰማማዕ ንሱ ከዓ ኣፋሪቕና እንሄልኪ ኩሉ ዝበልክዋ ተረዲእዋ ድዩ ኣይተረድኣን ርግጸኛ ኣይኮንኩን። እንተኾነ ክትሰምዓኒ ድሕሪ ምጽናሕ ሕጂ ንስኺ እንተዘይትመጺ ምበላዕኪ ማለት ድዩ? ሓተተትኒ። በሊዕኒ ነይሩ እንድዩ ጸጊቡ ግዲ ጸኒሑ ግን ቀልጢፉ ይወሓጠንን ተዛንዩ ኮኳማስዕ ኣፉ ምስ ከፈተ ነጢረ ወፅኤ ካብኣ ዝሃደምኩ ኣብዚኣ ዓሊበ ክቕፅል እናበልኩ ሰሓቕ መሊቑኒ ኣዕረፍኩ ብሽግርካ ምብካይ ኣረብሪቡና እሞ ብሽግርካ ምስሓቕ ድማ ክንፍትኖ ንመለሳ ትላገፅለይ ኣለኽ ሓቀይ ሓቂ ክትነግርኒ ግን ቀልኣት ይኽለይ ኢኺ ኣይኮነን ድዩ ምስ ፍሽኽታኣ ገናሓትኒ ነቲ ብዝገጠሞ ጎነፅን ሽግርን ልቡ ዝሓረረ ጉሁይ ወዲ ሃገረይ ብሓሳበይ ኣብ ቅድሚ ዓይነይ ኣቖምክዎ ስለምንታይ ከምኡ ከም ዝበለ ኤርትራውያን ነሕልፎ ሂወት እቲ ፕረዚደንት ባዕሉ እንተዘይበላዕና ብኣራዊትን ሽግርን ከም ንብላዕ ከም ዝገብር ዓቕልና ብምጽባብ ከም ዘሙተና ዘርዘርኩላ። ተመሃራያ ፈጺሙ ከም ዘየጋነነን ከም ዘይሓሰወን እውን መስከርኩኩም። ስለምንታይ ግን? እዚ ኩሉ እናኾንኩም እክብ ኢልኩም ተራዳዲእኹም ገለ ዘይትገብርዎ? ሓቲታትኒ። እታ ሕቶኣ ከም ዘላታ። ስለምንታይ ኢና እባ እክብ ኢልና ትርድድእ ኣቢልና?